ብሂወት ዘየለዉ ብጾትና ኣብ ዕላማ ኢና ንረኽቦም። ናይ ኣዲስ ኣበባ ርክብ ኩሉ ብሰላም ተወዲኡ ኣሎ እቲ ቃልሲ ግን ሕጂ ክጅምር ዋ ዓይነይ ድዩ ናይ ብሓቂ እዚ ተደሚርና ኣለና ገለ ዝብል የፕሬዝደንት ኢሳያስ አፈወርቂን ስርዓት ለመገልበጥ የሚሰሩ ሀይሎች በአዲስ አበባ። እቲ ኤርትራ ከኣ ክጽውዕ ክራኸብ ብፍላይ ከኣ ብቐረባ ዝፈልጦ ብቐረባ ዝፈልጦ ዓርከይ መማህርተይ ኣብርሃም ከኣ ቻሌንጅ ይብል ኣለኹ። ምልቃቕ
ርስቲ ወይ ምልቃቕ ጉልቲ ብስትራተጂ ጸላኢ እያ ትብል።
የብ የብ የብ ሰላም ሰላም ሰላም ተኸታተልቲ እዚ ቻነል ማለት ሰባ ሚድያ ያ ከምዚ ንሪኦ ዘለና ሓይሊ ካብ ናይ ብርጌድ ንሓመዱ ዋዕላ ወይ ከዓ ጉባኤ ናይ ኣዲስ ኣበባ ዋው ኣብኡ ዘሎ ቫይብስ ኣብኡ ዘሎ ብዙሕ ኩርናዓት ንምርኣይ ምሳኹም ክፀኒሐ ምሳይ ይፅንሑ ዝብለኩም ሓፍትኹም ሳባኺና ነየ ካብ ፓሪስ ብጥሪ 27 2025 ብናይ ፈረንጂ ኣቆፃፅራ ኣብ ኣዲስ ኣበባ ኣብ ከባቢ መስቀል ኣደባባይ ኮይኑ ኣብ ኣዳራሽ ኤግዚቢሽን ዝተኻየደ ናይ ብርጌድ ንሓመዱ ኣዝዩ ውዕውዕ ጉባኤ ከምቲ ዝረኣናዮ እዚ ውዕውዕ ጉባኤ እዚ ናይ ኤርትራ ሜዳታት ጥራይ ዘይኮና ናይ ውሽጢ ሃገር ማለት ናይ ኣዲስ ኣበባ ሜዳታት ከይተረፈ ብዝተፈላለየ ቋንቋታት ዝነገራሉ እውን እዩ ኦፍኮርስ ክነግራሉ እየን እምበረ ምክንያቱ ዘይሕሰብ ዝመስል ነገር እዩ ንፕረዚደንት ኢሳያስ ኣፈወርቂ ንምዕላው ዝዓለመ ኣኼባ ኣብ ኣዲስ ኣበባ ይካየድ ኣሎ። እዚ ብሰላማዊ ማዕበል ዝፍለጥ ጉጅለ ጥራይ ዘይኮነ ካልእ ናይ ፖለቲካ ውድባት እውን ኣብዚ ኣኼባ ከም ተሳተፋ ይንገር ኣሎ። ተቃወምቲ ኢሳያስ ኣፈወርቂ ናይ ፖለቲካዊ ልዝብ መድረኾም ሎም መዓልቲ እዮም ኣብ ኣዲስ ኣበባ ጀሚሮሞ ዘለዉ። ኣብቲ ኣኼባ ከኣ ልዕሊ ሽሕ ሰባት ክርከቡ ዕድመ ተገይርሎም ከምዘሎ ክፍለጥ ተኻኢሉ'ሎ። ብዘይካ ብርጌድ ንሓመዱ፣ ዓፋር ናሽናል ኮንግረስ፣ ካብ ዲያስፖራ ዝመጹ ኣባላት ብርጌድ ንሓመዱ፣ ከምኡ'ውን ብኣሽሓት ዝቑጸሩ ነበርቲ ኣዲስ ኣበባ ዝኾኑ መንእሰያት ኣብቲ ኣኼባ ተሳቲፎም'ዮም። እቲ ካብ ምልውዋጥ ቀለቤት ዘይሓልፍ ስምምዕ ኢሳያስ ኣፈወርቅን ኣብዪ ኣሕመድን ሕጂ ናብ ጽልኢ ተለዊጡ ኣሎ። እዞም ክልተ መንግስታት ኣብ ዝተፈላለያ ሃገራት ዝርከቡ ወኪላቶምን ከምኡውን በብቲ ዝውንንዎ ሜድያታት ዝገብርዎ ዘለዉ ቃለ መጠይቓት ብዝተመላለስዎ ናይ ጽልኢ ቃላት እቲ ኣብ መንጎኦም ዝነበረ ልሕሉሕ ርክብ ናብ ምብታኽ ከም ዝበጽሐ ተረጋጊጹ'ሎ። እዞም ኲናት ሓደ ገይርዎም ዝነበረ ክልተ ሓይልታት እቲ ሓደ ነቲ ሓደ ክጸራረፉ ክውዕሉ እንከለዉ፣ እቶም ኣብ ሕምብርቲ ኣዲስ ኣበባ ዝርከቡ ኣዳራሻት ከኣ ደገፍቲ ናይ ኢሰያስ ኣፈወርቂ ዘይኮኑስ ተቓወምቲ ኢሰያስ ዝኾኑ ብርጌድ ንሓመዱን ካልኦትን ዝእንገደሉ ኣዳራሽ ኮይኑ ይርከብ። ኣብዪ ኣሕመድ ናብ ክልል ዓፋር ኣብ ዝተጓዓዝሉ እዋን ከዓ ተቃወምቲ ኢሳያስ ኣብ ሳማራ ምስ ረኸብዎም ኣብኡ ቤት ፅሕፈት ንክኸፍቱ ከም ዝገበርዎም ዝዝከር እዩ። ብርጌድ ንሓመዱ ኣብ ዲያስፖራ ብዘለዉ ኤርትራውያን ዝቖመ ምንቅስቓስ ኮይኑ እሱ ኣብ ዝተፈላለያ ሃገራት ንዳንኬራን ዕንደራን ውራያትን ናይ ህግደፍ ከፍሽል ዝጸንሐ ኮይኑ ኣብ ኣዲስ ኣበባ እውን ሰልፍን ኣኼባን ንምግባር ኣይተዓግተን። በዚ ከኣ ብልጽግና ኣንጻር ኢሰያስ ደው ከምዝበለት ርኡይ እናኾነ ይመጽእ ኣሎ።
ዋ ዓይነ ዲኹን ናይ ብሓቂ እዚ ተደሚርና ኣለና ገለ ዝብል ዋ ብርጌ ንሓመዱ ዋ ብጥዕና ኣለኩም ድዩ ንምዃኑ ቁሩብ ቁሩብ ቁሩብ ናይ ሰብ ነገር ኣየጨነቕኩምን ዋ ሕራይ ደስ ኢልኩም ሕጂ ኣብ ዲያስፖራ ዘሎ ህግደፍን ባርያንሲ ኣብ ስሪኦም ሸይኖም እቲ ብኤርትራ ዘ እቲ ብኤርትራ ዘሎ እሞ ብምሉኡ ህግደፍ ውጽኣት ሒዝዎ ኣብ ስሪኡ ሸይኑ እቲ ኣውል ስዒድ እኮ በቃ ሸረር ሸረር እያ ትብል ኢሎም ማለት ነቲ ውጽኣት ሆስፒታል እዩ ዘሎ እንዳ ኮርያ ኢሎሞ ህግደፍ ብርጌዴ ከምዚ ደሞ ሓሽ ሕጂ እሶም ክድመሩ ከለዉ ህግደፍ ባራዩ ክድመሩ ከለዉ መዓር መዓር ንሕና ከዓ ንፀላኢና ክነጥፍእና ግደፎ ምስ ኢትዮጵያስ ኢትዮጵያስ ናይ ቀደም መቃልስትና ዝነበሩ እዮም ምስ ናይጀርያ ምስ ጅቡቲ ምስ የመን ምስ ሱዳን ክንድመር ኢና ብርገደይ ሰላምኩም ብዝሕ ይበል እንኳዕ ናብ ዝብቃዓና 225 እንድዒ ገለ ክተርእዩና ኢኹም ሰላምኩም ብዝሕ ይበልዕ ሰላም ሰላም ብርጌዳውያን ኩላትኩም ኣብ ዓለም ሙሉእ ዘለኹም ግርም በልካ ግርም በልካ ሓውና ኣብዛ ናትካ ሓሳብ ከዓ ሓደ ካብቶም ኣብቲ ኣኼባ ናይ ኣዲስ ኣበባ ብቅድመ ፍተውራሪ ዶ ንበሎም ኣብቲ ካብቶም ቀዳሞትን ኣገደስቲ ፖዚሽን ዘለዎም ተሳተፍቲ ዝኾነ ሓውና ናፖሊዮን እዚ ርእቶ እዚ እውን ኣካፊሉ ኣሎ ኣብ ናብራና ኣብ ሂወትና ኣብ መስርሕ ናይ ቃልስና ሲ ባዕሎም ዘማእዙንና ሰባት እዮም ዘለዉ ምስ ወያነ ከይንሰርሕ ዝተፈላለየ ሓሳባት እናምፁ እንዳጓናደቡ ድላዮም ገብሩ ነይሮም ስርዓት ኤርትራ ምስ ኢሳያስ ምስ ምስ ኣበ ክፋቀር ከሎ ከዓ ዝሕበኑ ዝነበሩ ንሕና ሓቢርና ክንዓምም ንኽእል ኢና ኢልና ሓሳብ ኣብ ዘበገስናሉ ግዜ ከዓ ኖኖ ኣየድልየኩም እዩ ቀይሕ መስመር ብዛዕባ ክውንነት እምበር ብዛዕባ ናይ ሰባት ስምዒት ከገድሰና ኣይግብኦን እዩ ከገድሰና ይብሎ ንስርዓት ኤርትራ ሲ ኣብ ምንታይ ተሃርሞ ብምንታይ ትቃለሶ ንደንበ ተቓለስቲ ጥራይ ዝምልከት ንካልኦት ክምልከቶም ኣይግብኦን መስርሕ ርኢና ኣለና ዓጊብናሉ ኣለና። ዘይዓገብ ከኣ መጺኡ ክዛተ ይኽእል እዩ። ካብኡ ንላዕሊ ግን ግዜና ነጥፍኣሉ ግዜና ነባኽነሉ ምኽንያት ክህሉ የብሉን።